ሳብስክራይብ ምግባር ከይትርስዑ። ሚኪ
ታይ ባ ታይ ጥይቕሎ ታይ ጥይቕሎ እዚኦም እንዲያ እዎ ሚኪ
እዚኣ ሪኢኹማ ነይርኩም ድኹም ፋሚልያ ሪኹማ ነይርኹም እሳ ባዕላ ገይርክኒ ብጣርባ ወዲካ እንታይ ክውድቕ ዓራት ነይዋ ዋይ
ፓራ እንታይ ዲና ጠየቅኩ ነይራ እንታይ እዩ ዳዕሮ ኮንኩም ክተሳፍሑልና እ፣ ገለ ገለ ገለ ካብ ዓዲ ልዓዲ ሸጊርና መፂና ገለ እንታይ እዚ ኩላይ እንታይ ድበሃል ማታይ ድዩ እሞ እንታይ ኣብዮም?
ዋእ እክ ናተፀበና ነይርና እንተስ ሂብና ኢና ይሃብና ይገደስ ናተፀበና ነይርና። ሚኪ ሚኪ መፂኡ ኣሎ ሚኪ ሕጂ ስነ ስርዓት ግበሩ።

እስከ
ኣነ ሰበይቲ እያ ትፈርደኒ ኢለ እዮም ጣውስ እንታይ ደለ መጀመርያ ኣከዳድና ኣርእዮም ላ ሰበይትካ ክትኸተለካ ፅሪ ርኢ ዝበሃል ገለገለ ኢለ ኣርእዮም ሓሪፍ ኢሎምኒ ካብኡስ እዛ ኬፕ እዚኣ ከምዚኣ ገይረያ ነይረ ከምዚኣ ካብኡስ ኣውፃ ኢሎም ኣብዮምኒ ከውፃ ዶ ናይም።
እንሕ ሓደ ግዜ ዲኒየ እዛ ኬፕ ከውጻ ዶ። ናይ።
ኣጥዒማትለይ ድያ። እዋ።
ኣበይ ኔርኩም ዓንቶ ን ናበልኩም ነበርኩም ንዕባሕ ዝክሬኩም ን ዋላ በሉ ን ኢሎም ኣውጺኦማ ከይትገብር ብሱር ገለ ኢሎም ኣውጺኦምኒ ናይ ክሳብ ዓሪፍ ወጣት ዶ።
ገርመኪ ከመይ ከመይ ኢኺ? ጽቡቅ ከመይ ስኻ ወላ ብዚ ኖ ነብሉካ ኣለዉ ሚኮዋይ። እዋ ኣየ ከም ረኣኺ ኣየ ከም ረኣኺ
ኣነታ ካብ ንዝገጸይ ጻዕዳ ድዩ ኖ ነብሉካ ኣለዉ ሚኮዋይ። እሞ ንስኺ ሞኒ ይሕሽ ኢልኺ የስ ኣጥዒማትለያ ፋሚሊ ኣይትድከሙ ኤይ ከውጽእ

እነሆ እኔኽኺ ደፊእኺ እምበር
ኣቱም ደቂ ኤረይ ዋ ዘ- ዘረባ ናተይ እምበር ናብ ሚኩ ኣይ ትግርኛ ናተይ እኮ ጠፊኡ ተሞችኪ ደሞ ኣብዎ ብጣዕሚ ተሞችኪ
ኣፖስቶ ድዩ ጓል ሹቐ
ሰላም ይውድ ሸቆይ ከመይ ስኻ

ዓጨጭ ይብሎ። ሕቖኻ ከይትስበር ኩርሲ ባዕሉ ይፈልጥ። ዋእ ገና ከይሰረሐ ሕቖይ ክስበር ትሓስብ እኳ ናብ መን ኢኪ ኣመኸ ቻት ልዓ ፋሚሊ ልዓኹም ኢልና ኢና ባይዘ ኣቲና የመን ኣታ ይበሃል እቶይባ እቶይባ እቶይባ ኣይእቃን እቲ ኣቲና ንውፃእ ዋላ ገሊልና ኢና ኣቲና እና
ሓቂ ዩ ንዓኹም ኢልና ኢና ኣቲና።
ካብኡ ለለም ሀመይ እኒኤኹም ናፊቅናኩም ኢልና መፂእና ኣይኮነይ ድዩ ኣይትሓፍቅኒ ዲኺ ሎማዓንቲ ታይ እማ ኣነ እኮ ኣይናሓቅፈካን።
በቃ ሃዛርድ ገለ ገለ በቃ ኪስ ጥራሕ ኢኹም ትብሉ ሓደ ሓደ ግዜ ስባ ንተሓፋፈቕ። እወ ሃዛርድ ዝበሃል ካሜራ ማን እዩ ተጠንቀቐሉ። እህ እወ ካሜራ ማን እዩ። እወ ዋይ ሓሪፍ እስቲ ሎምዓንትስ እስቲ ልዓኺ ዕድል ክንበኪ ኣዋግዕና እስቲ።
ከመይ ተዋዒሉ ውዕሎኻ? ሓሪፍ ነይሩ ዝልዓክል ደረፍኩ ክደርፊ በፂሕኪ ይኮን ኢለ ተስፋ ይገብር ፋሚሊ ኣውፅሕኹምለይ ድኹም በፂሕኪ ዶ ኣብፅሕኩምለይ ድኹም ፅባሕ እስኪ ክሓቶመ ወም ይኮን በፅሕኒ በፅሕኒ ሓደ ግዜ ሃምዚ ኮፍ መብልያ እዛ ሞባይል እስቲ ሓደ ግዜ ሃምዚ ኢልክስ ለጥ በል ሃምዚ በቃ ተመቻቺ ክስቲ ደቅሲ ኣበይ ክድቅስ? ኣብዚ ሶፋ ዋላ ኮፍ ኢልክስ ሀምዚ ግን በቃ ልኾነ ተሞቻቺኺ ኮፍ በሊ ልኾነ ኣስፍሕ ኣቢልኺ። ተመቻችየ ዶ ጠጠው ክብል? ዋላ ተሞቻቺኺ ጠጠው በሊ ተሞቻቺኺ በቃ ምንም ምንም ክትገብሪ ኣይደሊ ኣነ እየ ልዓኺ ክብለልኺ ስኺ ጸጥ እየ ክትብሊ ሰማዒት ኢኺ ስኺ ንኽድ ታይ ኢለኪ እስኺ ታይ ኢኺ ባንቡላ ባንቡላ ኣነ ወጺኒ ጠጠው ብል ማለት ከም ባንቡላ ኖ ኖ በቃ ባሱልክ ኩርዕ ባትሊ በቃ ሃምዚ ንምንታይ ድዩ እንድሕር ዝደርፊ እዚ ደሪፎም እንድሕር ዝደርፊ እዚ ለይደሪፎምላ ልፎትዋ ቆልዓ ማለት እዩ ከይምራዕዮ ከይትምራዕዮም ዛጓል ወየዋይ ሳዕሲዕትማ ቀቲልካያ ቀቲለያ እየ ብጣዕሚ ቅትል ቅትል ሞይታ ኣይ ኮማልቲ

ኣትዕቢቱ ቆሪርኒ እኮ ይብላ ኣለኹስ ዋይ ገዛኻ ተመለሰ ኣ ገዛኻ እታይ ኣዋ ገዛይ ተተመሊሰ እማ ኣነ እኮ እታይ ደይትጸቤ ነይረ እሞ ክሓፍቀካ ዶ ኮኾብ እዋ ገዛኻይ ዶ መኽድያ እዋ ገዛይ ተኻይ ዶ መሞቐኒ ይፈልጥ እየ ሽኮሪና ደጊ ደይ ትክክል ኢኪ ግን ኢሎሙኪ ነይሮም ግን ትክክል ኣይኮንኪ ኣነ ተጋጊኪ ኢኪ ኤሉ።

የብልጥ ኣሎ። እሞ ዝሓንትለ ዶ ክደግሞ እሳት ተቅረዩ። ተረዲእክይዎ
ኣታ ኣብዚ ዘለካ እዚ ንሽድሽተ ሃገር ትብል ዘለካ ናይ መወዳእታ ዕድል እያ እዚኣ ብሎክ ክገብረካ እየ።

ኣውዝስ ጀሪቶም ዓለም ገዛ ክራይ ዓሰርተ ክልተ ኮይኑ።
ሚኪ ክንደይ ትጥቆልዎ ጋይስ ሰብ ዲኹም እስከ ጻሓፉ ትፈልጡ ምስ ታሕቲ። ናየ ልለል ናየ ፋሚሊ ስምዑ ሕቢትስ ታይ ዓይነት ደርፊ ትፎቲ ይፈልጡ እዮም ኢላትኒ ታይ ዓይነት ደርፊ ትፎቲ ንገሩኒ ከይትነግርዮም ከይትነግርዮም።
ንክድ
ኣውዚ ኩሎም ዓሰርተ ክልተ ዓሰርተ ክልተ ይብሉ ክለዋ ዓሰርተ እሺ ብኣይን ብሚክን ዘለኹ መኣንንታይ ናይ መን ደርፊ ይፈቱ
ብናይ ሚኪ ፈትዩ ተሃትፍልና ትፍልጡ ሓደስ ኣዝግንኒ ዝደርፊ ትፈትዮ እኮ እዩ ና መርከብ ቦኒቷ እሺ ትግረ ወዲ ትካቦ ናይ ተስፋኣለም።
ሞት ሚሊ የፈልጥ እዩ ይፈልጥ ምን ነረ ምራይ ፍልጥነት ማለት እዩ ወዛ ጉማየ። ኣብዚኣ ጽሒፍዋ ብኣኣ ከድካ ጸሓፈሉ ብኣ ከድካ ጸሓፈሉ። ናይ መዳ
ናይ። ኣግ ኣይኮነን ናይ ሞሞና። ሰብኣይ።

ናይ ማሙን ኣይንዓይ ከምኡ ዝገብረኒ እምበር ናይ ሰለሙን ሃይለ ፈትዎ እየ። ዋይ እዚ ደርፊ እዚ ይገብረኪ እዩ። ኣደይ ዝብል ድዩ? ኖ ኖ ናይ ቀደም ገዛና ኣነስ ናፊቀያ ገለ። እሺ ስምዕዮ እዚ ደርፊ። ናው ዩ ኦንሊ ኒድ ዋን ቱ። ነመንክ ክትብሊ ኢኪ እኮ እሺ ሞባይል ከላ ኣቅምጥያ እሺ ብሓደ ነብሎ። ሳብስክራይብ ምግባር ከይትርስዑ።